ሰላም ሰላም ከመይ ትጸንሑ ፍትዋትን ኩቡራትን ናይዚ ዩቲብ ቻነል ተኸታተልቲ ነዚ ዕለት ዝሓረናልኩም ሓጸርትን እዋናውን ዜናታት ከም ተለመዱ ሒዝናልኩም ቀሪብና ኣለና ፈለማ ላይክ ሸር ሳብስክራይብ እንዳ ገበርኩም ክሳብ ፍጻሚ መደብና ሓቢርኩምና ክትጸንሑ ብኽብሪ ንዕድም። ፕሬዚደንት ኣሜሪካ ዶናልድ ትራምፕ ስርዓት ብልፅግና ናብ ዓሰብ ከካይዶ ዝሓሰቦ ኹናትን ወራራትን ኣብ ናይ ዜሮ ሰዓት ደው ኣቢልዎ ዕሸል መራሒ ኢትዮጵያ ኣብይ ኣሕመድ በዚ ጉዳይ ተባሳጭዩ እዩ ዝርከብ ዘሎ። ኢትዮጵያ ናይ ዓሰብን ናይ ኤርትራን ጉዳይ ክኸውን ከምዘይኽእል ስለዝፈለጠትን ስለዝተረደእትን እዩ ምስ ሶማልን ካልኦት ጎረባብትን ሃገራት ንወደብን ኣፍደገ ባሕርን እትረኽበሉ መንገድታት ሃሰው ትብል ዘላ ዝብል ሓዱሽ ጽውጽዋይ ብኾራኹራትን ኣኽላባትን ናይ ስርዓት ብልጽግና ካብ ትማሊ ምሸት ኣትሒዙ ክዝርጋሕ ንዕዘቦ ዘለና። እዚ ዝዝርጋሕ ዘሎ ከምዚ ዓይነት ሓበሬታታት ንምንታይ ኣብዚ ሕጂ እዋን ዝዝርጋሕ ዘሎ ንምርድኡ ዘሽግር ኣይኮነን። ንዝሓለፈ ክልተ ዓመታት ብፍላይ ከኣ ዝሓለፈ ሽዱሽተ ኣዋርሕ ሰበ ስልጣን ስርዓት ብልጽግና ብወታደራውያን ኣዘዝቶም ንዓሰብ ብዝርርብ እንተዘይኮይኑ ከኣ ብሓይሊ ዘድሊ ኣጽዋራት ዓጢቕና ኢና፣ ናይ ዜሮ ሰዓት በጺሕና ኢና፣ ሰራዊት ተጸጊዑ'ዩ፣ እቲ ነካይዶ ኵናት ብድሮናት'ዩ ክኸውን እናተባህለ ብዙሕ ዘረባታት ተዓዚብና ኔርና። ስርዓት ብልጽግና ቀስ ብቐስ እቲ ከካይዶ ዝጸንሐ ፈኸራን ታህዲድን እናጉደለን ኣሰራቱ እናጥፍኦን ኣብዚ ሕጂ እዋን ናብ ክስታት ተሰጋጊሩ'ዩ ዝርከብ ዘሎ። ዝተፈላለዩ ኢትዮጵያውያን ነቲ ስርዓት ብልጽግና ከካይዶ ዝጸንሐ ዕንደራ፣ ኣብ ማሕበራዊ መራኸቢታት እንታይ ስለ ዝረኸበ እዩ ደው ኣቢልዎ ዝብሉ ሕቶታት እውን የቕርቡ ኣለዉ። ዓሰብን ኣፍደገ ባሕርን ዝተባህለ ጉዳይ ቀስ ብቐስ እናሞተ ይኸይድ ኣሎ፣ ልክዕ ከምቲ ናይ ሶማሊላንድ ብዘይ ኣሰር ክጠፍእ እዩ ዝብል ስክፍታታቶም እውን የስፍሩ ኣለዉ፣ ምኽንያቱ ድማ እቲ ኩነታት ይርደኦም ስለ ዘሎ። እዚ ናይ ስርዓት ብልጽግና ዕብዳን ናብ ህዝብን መንግስትን ኤርትራ ብኸምዚ ዓይነት መንገድታት ከም ዝድምድም ካብ መጀመርትኡ ፍሉጥ ኢዩ ነይሩ። ስርዓት ብልጽግና ናይ ሶማሊላንድ ጉዳይ ንህዝብታት ኢትዮጵያ ከመይ ገይሩ ኣደዓዒስዎምን ኣራሳሲዕዎምን ዝፍለጥ ኮይኑ፣ ብተመሳሳሊ ናይ ኣንካራ ስምምዓት እውን ንህዝቢ ኢትዮጵያ ዓቢ ተስፋ ሂቡ ብኦቢሉ ክሃፍፍ ኢዩ ተራእዩ። እዚ ሕጂ ፕሬድዘንት ኣሜሪካ ዶናልድ ትራፕ ንዓሰብ ክነካይዶ ዝሓሰብና ኹናትን ወራራትን፣ ኣብ ናይ ዜሮ ሰዓት ደው ኣቢልዎ እንተዘይኮይኑ ኣብ ጎኒ ኤርትራ ኮይነ ክሃርመኩም እየ ስለዝበለና ኢና ደው ክነብሎ ክኢልና። ሸል መራሒ ኢትዮጵያ ኣብይ ኣሕመድ በዚ ኣሜሪካ ዝሃበቶ ቀጢን ትእዛዝን ኣሜሪካ ምስ ኤርትራ ፈጢራቶ ትርከብ ዘላ ዲፕሎማስያዊ ዝምድናን መንገድታትን ተበሳጭዩ እዩ ዝርከብ ዘሎ። ኢትዮጵያ ብዘይ ወደብን ኣፍደገ ባሕርን እያ ክትተርፍ ክዓ። ምስ ጎረባብቲ ሃገራት ብፍላይ ኸዓ ምስ ሶማል፣ ኢትዮጵያ ባሕርን ኣፍ ደገ ባሕርን ትረኽበሉ መንገድታት ይዘራረበሉ ዝብል እዩ። እዚ ፅንፅዋያት ዓብሊሉ ዝርከብ ዘሎ ኮይኑ ንዝሓለፉ ክልተ ዓመታት ንህዝብታት ኢትዮጵያ እናደናገርካ ንማሕበረሰብ ዓለም እውን ንወደብ ዓሰብ ወራራት ክነካይድ ኢና እናተብሃለ ከምዘይተፈከረ ሕጂ መልሓስካን ልሳንካን ዓንጺፍካ ኣሜሪካ ደው ኣብልዎ ስለ ዝበለትና ኢና እቲ ኹናት ክነካይዶ ዘይኻኣልና ዝብል ጽንጽዋይ ክዘርግዎ ንዕዘብ ኣለዳ። እቲ ሓቂ ድማ ከም ባዓል ኣሜሪካ ዝኣምሰላ ሓያላን ሃገራት ንስርዓት ብልጽግና ነቲ ናብ ኤርትራን ህዝቢ ኤርትራን ንወደብ ዓሰብን ከካይዶ እየ ዝብሎ ኹናት ደው ኣቢሉ ቀጢን ትእዛዝ ከም ዝሃቦ ኣይርሳዕን። እዚ ድማ ብዝተፋላለየ ምኽንያት ኮይኑ ስርዓት ብልጽግና ናብ ኤርትራን ህዝቢ ኤርትራን ዝኾነ ይኹን ኲናት እንተድኣ ከፊቱ፣ ዞባ ቀርኒ ኣፍሪቃን ማያት ቀይሕ ባሕርን ክህወኽ እዩ ዝብል ኮይኑ፣ ቀይሕ ባሕርን እቲ ዞባን ክህወኽ ድማ እዘን ሓያላን ሃገራት ድልየት የብለንን። እቲ ምኽንያት ድማ፣ ኤርትራ ኣብ ዞባ ቀርኒ ኣፍሪቃን ማያት ቀይሕ ባሕርን እቲ ዞባ ርጉእን ቀሲኑን ከም ዝኸይድ እዘን ሃገራት ብግብሪ ፈሊጠንን ተማኺረንን ስለ ዝርከባ። ዕሸል መራሒ ኢትዮጵያ ኣብይ ኣሕመድ ንህዝብታት ኢትዮጵያ ሕጂ እውን ዳግማይ ፈኪሩ ባሕርን ኣፍደገ ባሕርን ወደብ ዓሰብ ኢሉ ብዜሮ ተሳዒሩ ይርከብ ኣሎ። ህዝቢ ኢትዮጵያ ኣብ ብልጽግና ዝነበሮ ተቐባልነትን እምነትን ድሮ ሙሉእ ብሙልእ ጠፊኡ እዩ ዝርከብ። ብእኡ ስለዝሓረቐ እዩ ከዓ ሕጂ ምስ ሶማል ርክባት ዘካይድ ዘሎ። ብወደብ ሶማል ንወደብ ኣፍደገ ባሕሪ ዝረኽበሉ መንገድታት ሃሰው ክብል እዩ ዝዘራረብ ዘሎ ዝብል እውን እቲ ካሊእ ትንታነታት እዩ። እዚ ናይ ሶማል ፕሬዚደንት ሓሰን ሼኽ መሓሙድ ኣብ ሓደ መራኸቢ ሚዲያ ኣብ ዝገበሮ ቃለ ምልልስ፣ ኢትዮጵያ ብመንገዲ ማያት ሶማል ኣቢሉ ወደብን ኣፍደገ ባሕርን ትረኽበሉ መንገድታት ምስታ ሃገር ዝርርባት የካይድ ከምዘሎን እስካብ ሕጂ ኣብ ዝኾነ ይኹን ስምምዓት ከምዘይበጽሑን ሓበሬታ ሂቡ ምንባሩ ዝዝከር ኮይኑ፣ እዚ ትማሊ ኣብ ከተማ ኣዲስ ኣበባ ዝተኻየደ ርክባት፣ ኣብ መንጎ ዕሸል መራሒ ኢትዮጵያ ኣብይ ኣሕመድን ሓሰን ሸኽ መሓመድን ብዓብይኡ እቲ ጉዳይ ንወደብን ኣፍ ደገ ባሕርን ዝምልከት ዝርርባት ከምዝነበረ ምስዚ ጉዳይ ቅርበት ዘለዎም ወገናት ዝተፈላለዩ መግለፂታት ሒዞም እናወፁ ይርከበ ኣለዉ። ዜና መስዋእቲ ኣብ ሆስፒታል ጊንዳዕ ከም ሓላፍን መምህርን ተሓጋገዝቲ ነርስ ገዲም ተጋዳላይ ሚኪኤለ ጃህራይ፣ ወዲ ጃህራይ፣ ኣብ መበል ስሳን ኣርባዕተን ዓመት ዕድሚኡ ብሕማም ተሰዊኡ። ገዲም ተጋዳላይ ሚኪኤለ ጃህራይ ህዝባዊ ግንባር ክንጽንበር ከሎ ክሳብ ዕለተ ናጽነት ካብ ተራ ተዋጋኢ ክሳብ መጥባሕቲ ሓኪም በጦሎኒ ብምዃን ንሃገሩ ብዝለዓለ ተወፋይነትን ደረጃን ተቓሊሱ ፍርቂ ዘመን ኣብ ምግልጋል ህዝብን ሃገርን ዘወፈየ ኣቦ እዩ። ስለ ተገልግሎትካ ነመስግን። ብሰላም ዕረፍ። ንስድራቤቱ፣ ብጾቱ፣ ፈተውቱን ጽንዓት ይሃብኩም ንብል። ሄኖክ ሙሉብርሃን ቀዳማይ ወጺኡ። ኤርትራዊ ተቐዳዳማይ ሄኖክ ሙሉብርሃን፣ ጃፓን ኣብ ተካይዶ ክልተ ነጥቢ ሓደ ደረጃ ዝዕቀን ቱርኩየሽ ኣብ ሳልሳይ መድረኽ ቀዳማይ ተርታ ሒዙ። ፕሬዚዳንት ሃገረ ግብጺ ዓብደል ፈታሕ ኣል ሲሲ ሎሚ ኣብ ዝሃቦ ቃል፣ ንማያውን ሃገራውን ድሕነት ሃገሩ ኣብ ዋጋ ዕዳጋ ከምዘየእቱን፣ ኣድላዪ ስጉምትታት ንኸወስድ ዝእግዶ ከምዘየለን የጥንቅቕ ኣሎ። ግብጺ ብጉዳይ ኒል እቲ ኢትዮጵያ እትኽተሎ ዘላ ዘይሓላፍነታዊ ኣካይዳ ደው ክተብልን እንተዘይኮይኑ ኩሉ ኣድላዪ ስጉምትታት ክወስድ እየ ትብል። ብተወሳኺ ግብጺ ብመንጽር እቲ ኢትዮጵያ ኣብ ሩባ ኣባይ ዝሃነጾቶ ግድብ ህዳሰ ሃገራዊ ረብሓኣን ናይ ማይን ድሕንነታን ንምሕላው ኣድላዪ ስጉምትታት ክትወስድ ምዃና ፕሬድዘንት ዓብደልፈታሕ ኣልሲሲ ተዛሪቡ። እቲ ፕሬዚደንት ኢትዮጵያ ግድብ ህዳሴ ምምሕዳር እትኽተሎ ዘላ ሓላፍነት ዝጎደሎ ኣካይዳ ሃገሩ ኣእዳው ኣጣሚራ ኣይትርእይን ኢሉ። ኣብ ካይሮ ኣብ ዝተኻየደ ሻምናይ ሰሙን ማይ ንዕዱማት ብቪድዮ ኣብ ዘሕለፎ መልእኽቲ፣ ግብፂ ኣብ ዲፕሎማሲያውን ዓለም ለኻውን ትካላት ዝያዳ ድማ ኣብ ሕቡራት ሃገራት እምነት ምሕዳራ ከም ድኽመት ክውሰድ የብሉን ኢሉ። እቲ ግድብ ካብ ሩባ ኣባይ እትረኽቦ መጠን ማይ ክንኪ ምኽንያት ክኸውን እዩ ብምባል ክትቃወሞ ዝጸንሐት ኮይና፣ እቲ ፕሬድዘንት ብሰንበት ኣብ ዘስምዖ ዘረባ ግን ኣብ ዝሓለፉ ሰሙናት ኣብ ሱዳን ንዝተኸስተ ውሕጅ እቲ ግድብ ምኽንያት እዩ ኢሉ። ኢትዮጵያ እቲ ግድብ ግቡእ ብዘይኮነ ኣገባብ ተመሓድሮ ብምህላዋ ብምኽንያት ዘይተመጠነ ፍሰት ማይ ኣብ ዝሓለፉ መዓልታት ኣብ ልዕሊ ክልቲኤን ሃገራት ታሕተዋይ ተፋሰስ ጉድኣት በጺሑ እዩ ክብል ተዛሪቡ። እስራኤልን ሓማስን እሱራት ተለዋዊጠን፣ ትራምፕ ኣብ ባይቶ እስራኤል ብዛዕባ ዝበሎ። ሎሚ ንግሆ ሸውዓተ ካብቶም ጅሆ ተታሒዞም ዝጸንሑ ዝተፈትሑ ኮይኖም፣ ኣብ ካልኣይ ዙርያ ድማ ኩሎም እቶም ተሪፎም ዝነበሩ ናብ መሬት እስራኤል ከምዝኣትዉ ተገሊጹ። ሚኒስትሪ ጉዳያት ወጻኢ እስራኤል ኣስማት ናይቶም ድሒሮም ብሓማስ ዝተፈትሑ ዓሰርተ ሰለስተ ጅሆታት ኣረጋጊጹ'ሎ። እቶም ጅሆታት ኣብ ክልተ ጉጅለታት ተኸፋፊሎም ዝተለቁ ኮይኖም፣ ቀዳሞት ሸውዓተ ሎሚ ዓሰርተ ሰለስተ ጥቅምቲ፣ ካብ ሰሜናዊ ቓዛ ክፍትሑ ከለዉ፣ ዓሰርተ ሰለስተ ድማ ድሒሮም ካብ ደቡባዊ ቓዛ ስዒቦሞም። ካብቶም ኣቐዲሞም ዝተፈትሑ ሰለስተ፣ መባእታዊ ምርመራ ሕክምና ድሕሪ ምግባሮም ብወታደራዊት ሂሊኮፕተር ናብ ሆስፒታላት ተወሲዶም። ሰራዊት እስራኤል ከም ዝሓበሮ፣ ድሕሪ ምሕካሞም ናብ ስድራቤቶም ክጽንበሩ እዮም። ፕሬዚደንት ዶናልድ ትራምፕ ናብቲ ከነሰት ዝበሃል ባይቶ እስራኤል ኣብ ዝኣተወሉ ደው ኢሎም ብጣቕዒት ተቐቢሎሞ። ቀዳማይ ሚኒስተር እስራኤል ቤንያሚን ኔታንያሁ፣ እዛ ዕለት ኣብ ታሪኽ ክትውረቕ እያ፣ ትራምፕ እውን ኣብ ታሪኽ ህዝብናን ዓለምን ስሙ ክውረቕ እዩ ኢሉ። ነዛ ህሞት ክንደይ ግዜ ተጸቢናያ፣ ንመላእ ሃገርና ወኪለ ድማ ብውልቀይ ኣመስግነካ ኢልዎ። ዶናልድ ትራምፕ ኣብ ከነሰት መደርኡ ክጅምር ከሎ ብጣቕዒት እዮም ተቐቢሎሞ። ጽቡቕ ቦታ፣ ብሓቂ ጽቡቕ ቦታ ኢሉ ብምጅማር፣ ልዑል ሓጎስን ምሉእ ተስፋን ኣብ ዘለዋላ መዓልቲ ተራኺብና ኢሉ። ኣብ ጸላምን ምርኮን ዝነበሩ ዒስራ ተባዓት ጅሆታት ድሕሪ ክልተ ዘሕዝና ዓመታት ናብ ሕቑፊ ስድራቤቶም ይምለሱ ኣለዉ። ብተወሳኺ ዒስራን ሸሞንተን ክቡራትን ፍቑራትን ንዘለኣለም ክዓርፉ ናብዚ ቅዱስ መሬት ይመጹ ኣለዉ ክብል ተዛሪቡ። እቶም ጠበንጃታት ስቕ ኢሎም ኣለዉ ይብል እሞ ዛጊድ እቲ ዞባ ኣብ ሰላም ከም ዘሎን ንዘለኣለም ከምኡ ኢሉ ክቕጽል ተስፋ ከም ዝገበርን ተተስፍዩ። እዚ ታሪኻዊ ወጋሕታ ናይ ሓዳስ ማእከላይ ምብራቕ እዩ ብምባል ነቲ ፍሉይ ትብዓት ዘለዎ ሰብ ዝበሎ ቀዳማይ ሚኒስተር እስራኤል ምስጋና ኣቕሪቡሉ። ትራምፕ ነተን ኣብ መስርሕ ዘተ ዝሓገዛ ሃገራት ዓረብ እውን ኣመስጊኑ፣ ነቲ ብሓባር ዝዓየዎ ዕማም ድማ ንምእማኑ ዘጽግም ዓወት ክብል ገሊጽዎ። ትራምፕ ቀጺሉ፣ ምስ ስድራቤት ናይቶም ጅሆ ተታሒዞም ዝጸንሑ ክራኸብ ምዃኑ ተፈሊጡ ኣሎ። ኣብ ከተማ ቓዛ ኣብ መንጎ ሓይልታት ጸጥታ ሓማስን ዕጡቓት ኣባላት ስድራ ድጉምሽን ብዝተፈጥረ ብርቱዕ ግጭት ብውሑድ ዕስራን ሸውዓተን ሰባት ተቐቲሎም። መሸፈኒ ኣፍን ኣፍንጫን ዝለበሱ ዕጡቓት ሓማስ ኣብ ጥቓ ሆስፒታል ዮርዳኖስ እታ ከተማ ምስ ዕጡቓት ናይቶም ተወለድቲ ዓይለት ድጉምሽ ተኹሲ ከምዝተለዋወጡ ናይ ዓይኒ መሰኻኽር ሓቢሮም። ሓደ ላዕለዋይ በዓል ስልጣን ናይቲ ብሓማስ ዝመሓደር ሚኒስትሪ ዘቤታዊ ጉዳይ፣ ኣሃዱታት ጸጥታ ነቶም ዕጡቓት ከቢቦም ንምእሳር ኣብ ከቢድ ውግእ ኣትዮም ኢሉ። እቲ ሚኒስትሪ፣ ሸሞንተ ኣባለቱ ብምልሻ ብዝተፈጸመ ዕጥቃዊ መጥቃዕቲ ከም ዝተቐትሉ ገሊጹ። ምንጭታት ሕክምና ከም ዝሓበርዎ፣ ብሰንበት እቲ ግጭት ካብ ዝጅምር ኣትሒዙ ዓሰርተ ትሽዓተ ኣባላት ዓይለት ድጉምሽን ሸሞንተ ዕጡቓት ሓማስን ተቐቲሎም። እምበኣር ከስ ነዚ ዕለት ዝሓረናልኩም ሓጸርትን ዋናውን ዜናታት ነዞም ተኻታተልኩሞም ይመስሉ ነይሮም። ቀጻሊ ብኻልኦት ሓበሬታታት ክሳብ ንራኸብ ሰሰናዩ።